መርሓባ የሕዋደይ ኣብ ዘዘለኹም ሰላም ክትህልዉለይ ተስፋ ይገብር ሎሚ ከኣ ብዛዕባ ካሕሳ ክዛረበኩም ይደሊ ኣብዚ ቀረባ ግዜ እዚ ሓደ ካብዚኦም ቲክቶክ ኣሕዋተይ ካሕሳ ይግባኣኒ ድዩ ኢሉ ሓቲትኒ ማለት እዩ ደሓን እዚ ንዚ ንስደደለይ እሞኒ ክርእየልካ እየ ክተሓባበረካ እየ ግን ብዓቢኡ ከኣ ነዚኣ ስልኪ ኣብ በርሊን ደውላ ኢለዮ ማለት እዩ። ኣብቲ ገሊኡ ቪድዮታት ከማን ሓዲገያ ኣለኹ። ዘማኽሩኻ ብተሌፎን ናይ መንግስቲ ትካል እዩ። ሕጂ እሱ ኣብኡ ደዊሉ እንታይ ኢሉ ሓቲትዎም ከምዝን ከምዝን ተፈጺሙስ ካሕሳ ዶ ይግብኣኒ ኢሉ ሓቲትዎም ንዕኦም ማለት እዩ። ብዙሕ ከይሰምዕዎ እንታይ ኢሎሞ ኣብቲ ደብዳቤ እንድሕር ጽሑፍ ዘየለስ ኣይግብኣካን እዩ። እዚ ከኣ ጌጋ ሓበሬታ ይብሎ ኣነ ማለት እዩ ኣብቲ ወረቐት ክህልው ኣይክእልን እዩ ማለት ኣየናይ ሃዋብ ስራሕ እዩ ክንድዚ ካሕሳብ ክኸፍለካ ይደሊ ዝብለካ ማለት ክትረትዖ ኣለካ ቅድም ብዓቢኡስኒ ባዕሉ ብናቱ ሸነክስኒ ዝነግሩካ ኣለዉ ግን ዘይነግሩኻ ከኣ ኣለዉ ብሓጺሩ ማለት ኩላቶም ስኒ ኣይነግሩኻን እዮም ክትብል ትኽእል ኢኻ ስለዚ ስኒ ኣነ እንታይ ክብለኩም ዝደሊ ኣሕዋተይ እንድሕር ተኻኢሉ ዝኾነ ጥርጣረ እንድሕር ኣለኩም ወይ እዚ ስኒ በዲሎምና ትብልዎ እንድሕር ኮይኑ ብዝከኣል መጠን ንጠበቓ ክትሓቱ ሕሸኩም ከምቲ ዝበልክዎ ቅድሚ ሕጂ ከማን ብርከ ኣብ ቴሌፎን ከማን ኣነ ሰንቢደ እቲ ትካል ሕጂ ናይ መንግስቲ እዩ ከምኡ ኢሎም ክምልሱልካስ ኣይግብኦምኒ ነይሩ ኢለዮ ማለት እዩ ግን ብጠቕላላ ሓንቲ ክብለኩም ዝደሊ ከኣ ናብ ጠበቓ ከይትኩም ከማን ካሕሳ ይግብኣኒ ድዩ ጥራይ ኢኻ ኣይትብልኒኻ እቲ ስርሐይ ስኒ ክተጥፍኦ ኣይደሊን እየ ስርሐይ ክምለሰለይ እየ ዝደሊ ኢኻ ክትብል ዘለካ ፕርከ ካሕሳ ይደሊ እየ ኢልካ ስኒ ኣይትኸስስን ኢኻ እዚኣ ኣገዳሲት መልእኽቲ እያ መስለኒ እቲኦም ኣብ ከምኡ ኩነታት ዘለዉ እቲኦም ደቂ ዓዲ ንደቂ ዓዲ ከማን ስኒ ተሓላሊፎም ከማን ኣይወሃቡን እዮም ኣብ ከምዚ ተርእዮ ማለት እዩ ሓቂ ሓይሽ ብርክቲኦም ናይ መንግስቲ ትካል ከማን ከምኡ ክብሉ ወስኒ ጌጋ ሓበሬታ እዩ ካብ ኩሉ ኣብ ቴሌፎን ድላዮም ክብሉካ ክእሉ እዮም ስለዚ ኩሉ ግዜ ብፅሑፍ እዩ ዝበለፀ ዝኾነ ሕቶ ናብ መንግስቲ ድዩ ናብ ዝኾነ ተቕርብዎ በጃኹም ብፅሑፍ ጥራይ ሕተቱ ብቴሌፎን ከማን ብቕዓት የብሉን ጥዑይ ሰብ ክራኽበኩም ክትረኽቡ ትኽእሉ ኢኹም ግን ሓደ ዘይግድሶ ወይ ሕልና ዘይብሉ ከማን ክጋጥመኩም ይኽእል እዩ ወላ ሓደ ከዓ ጭብጢ ነገር የብልኩም ስለዝስኒ ነቲ ሓበሬታ ናትኩም ናቱ ኣሚንኩም ከኣ ጌጋ መገዲ ክትሕዙ ስለ ትክእሉ ብዝበለጸ ብጽሑፍ ብጽሑፍ ከምኡ ክጽሕፈልክም ኣይክእን እዩ ስለ ጌጋ ዝኮነ ስለዚ ብጠቅላላ ክንብሎ ንክእል ካሕሳ ኣብዝን ኣብዝን እዩ ዝክፈል ክብል ከማን ኣብዚ ዝያዳ ነዊሕ ቪድዮ ክኸውን ኣለዎ እቲ ነዊሕ ቪድዮ ከኣ ኣይትርእይዎን ኣለኹም ስለዚ ይሕጽር ይሕጽር ኣቢለ እየ ዘቅርቦ ዘለኹ ኩሉ ብጠቕላላ ንእሽተይ ኮምፓኒ እንድሕር ኮይና ናይ ፋሚሊን ኡንተርኔምን ኣብ ከምኡ ከማን ክንዲዚ ካሕሳ ክትረክብ ብጣዕሚ ከቢድ እዩ ወይ ኣይትረክብን ኢኻ ከማን ማለት ስ ኣብዚ ብሓፈሻዊ ናይ ሕጊ ክትዛረብ ከማን ኣሸጋሪ እንድዩ ወይ እቲኣ ትካል ጭራሽ እንድሕር ዘየላ ስለ ገንዘብ ዘይብሎም ኢንሶልቨንስ ኣንመድን ገይሮም እንድሕር ኢልካ ባንክራፕት እንድሕር ኮይኖም ማለት እዩ ሽዑ ከማን ከቢድ እዩ ካሕሳ ክትረክብ ኣንኳየ ካሕሳስ እቲ ደሞዝካ ከማን ክትስእኖ ተኽእሎ ኣሎ ማለት እዩ ፖሲቢሊቲ ኣሎ ማለት እዩ ስለዚ ኣብ ከምዚ ብጠቕላላ ክዛረብ ከቢድ እንድዩ ጌጋ ርድኢት ከዓ ከይፈጥር ዝኾነ ነገር ዝብሎ ኣነ ኣነ ጥራይ ክሕብረኩም ዝኽእል ተማራመርዎ እቲ ክንዲጉንግ ድዩ እቲ ኣብማኖንግ ድዩ ኩሉ ጠበቓ ጥዑይ ድለዩ ወይ ኣብዚ ኮመንት ጽሓፉለይ ኣነ ብቀሊሉ እንድሕር ዝምልሶ ኮይነ ማለት እዩ ብዝበለጸ ግን ጠበቃ ክትሓቱ እዩ እቲ ቀንዲ መገዲ ዝብሎ ኣነ ከምኡ ከዓኒ ኩሉ ብጽሑፍ ኣብ ከምዚኢታት ጥራይ ዘይኮነስ ምስቲ ስራሕ ወሃባይ ከማን እቲ ናትካ ኣባይት ጌባ ምስኡ ከማን ብጽሑፍ ክትራዳድኡ ፈትኑ ብዝከኣል መጠን ማለት እዩ ዝኾነ ውዕል እንድሕር ጌርኩም ወይ ዝኾነ ኣገዳሲ ኡርላውብ ከናውሖ እየ ገለ እንድሕር ኢልኩሞ ንኣብነት እወወ ደሓን ኣናውሓዮ ጥራይ እንድሕር ኢሉኩም ብጽሑፍ ግን እንድሕር ዘይብልኩም ሓደገኛ እዩ ከውጻኩም ይኽእሉ ስለቲ ኡርላውብ ናትካ ብዘይናቶም ፍቓድ ስለ ዘናዋሕኻዮ ኣብ ከምዚኢታት ከማን ጸገማት ኣሎ ስለዚ በጃኹም ብጽሑፍ ሕተትዎም ዝኾነ ነገር ዝኾነ ፕሮሰስ ኣብ ኣንጻር እዚኦም ካምፕኒ ወይ ሳይት ኣርባይት ከዓ ሓደ ነገር ክትፈልጡ ዘለኩም ኩላቶም ይፈርሑ እዮም ከምዚ ካብ ከምዚኢታት ቀዳማይ ነገር ናቶም ግዜ ነቲ ናቶም ስራሕ ከዋፍሩ እዮም ዝደልዩ እምበር ንፕሮሰስ ወይ ንባእሲ ንገለ ግዜ የብሎምን ከማኻ ከማን ኩላትካ ስኒ ነናትካ ሂወት ነናትካ ክስታይ ቀንዲ ክስታይ እንታይ ስባል እያ ቀንዲ ስራሕ ኣለካ ስለዚ እሳቶም ዝኾነ ፕሮሰስ ናይ ከምዚኢታት ቀልጢፎም ክዓፅዎ እዮም ዝደልዩ ብሓፂር መገዲ ስለዚ ከፍርሓኩም የብሎምን ውይ እዚ ከ ንክንደይ ክውድኣለዩ ክንደይ ፕሮሰስ ይኸውን ክትብሉ የብልኩምን ንሳቶም ንባዕሎም ቀልጢፎም ክዓጽዎ ስለ ዝደልዩ ኣብ ሓጽር ግዜ ኢኻ ክትውድኦ ትኽእል ምስኦም ማለት እዩ ሓደ ጥዑይ ብቑዕ ጠበቓ እንድሕር ኣለካ ኣብ ሓጺር ግዜ ክትዓጽዎ ትኽእል ኢኻ ናይ ካሕሳ እንድሕር ምስኦም ትካትዑ ኣለኹም ከኣ ኣገዳሲ ዝብሎ ድሮ ካልእ ስራሕ ክትረኽቡ ረኺብኩም ክትኮኑ ከኣ የብልኩምን እንድሕር ድሮ ካልእ ስራሕ ረኺብኩም ካሕሳ ክትቅበሉ ኣይትኽእሉን ኢኹም። ብርከ ኣብቲ ካሕሳ ትቕበሉ ከለኹም ከኣ እቲ ኣስርሐየ ክትምለሰለይ እየ ዝደሊ ስለ ኢልኩም ትካትዑ ኣብ ከምኡ ከማን ምጥንቃቕ የድልየና እዩ ማለት ድሓን ኣነስ ጠጠው ክብል ኣይደልን የልካ ተብተብልካ ስራሕ ረኺብካ በቲ ከዓ ፕሮሰስ ድሕር ጀሚርካ ብሓንሳብ ኣይከይድን ክብለኩም ይደሊ ስለዚ እዚ ክጠቕመኩም ተስፋ ይገብር ካልእ ሕቶ እንድሕር ኣለኩም ከዓ ኣብ ኮመንት ሴክሽን ኣሕደጉለይ የቐንየለይ ሰሰናይ ትምነየልኩም